ዝተፈተኹም ህፃናት ጀበና ወይዘሮ ሎቱ መን ሰበራ እትብል ፅፅዋይ ኣኒሜሽን ሰሪሐ የቕርበልኩም ኣለኹ ካብ ናይ ቅድም ሕጂ ፍልይ ብዝበለ ኣገባብ ኖቤ ባሻይ ናብ ስቱድዮ ዓዲምናዮም ኣለና ሰናይ ምክትታል ኖህ ኣንጊሁ ተንሲኡ ነታ ኣብ ከባቢ መንበሪኦም ህድሞ እትርከብ ንእሽቶ ግራት እናኸደ ይኹስኩሳን ይከናኸናን ነበረ። ኖህ ኣብ ሰሳልስቲ ነተን ዝዘረአን ካሮቲ ማይ የስትየን ነበረ። በዚ መሰረት ከዓ ጽቡቕ ክፈርያ ጀመራ። ኖህ ነዲኡ ኣብ ስራሕ ምስ ሓገዛ ኣታኽልቲ ማይ ኣስትዩ ምስ ወደኣን ኮፍ ኢሉ የጽንዕን ኣብ ቤት ትምህርቱ ዝተዋህቦ ዕዮ ገዛን ይሰርሕ። ብተወሳኺ ሕብርታት ተጠቒሙ ዝተፈላለዩ ዓይነታት ኣሳእል ይስእል። ስእሊ ነዊሕ ጻዕሪ ዝሓትትን መዓልታዊ ልምምድ ዘድልዮ ሞያ ምዃኑ ተረዲኡ ጎኒ ጎኒ ትምህርቱ ልምምድ ይገብር። ማንቲለ ካብቲ ቀንዲ ትፈትዎ ዓይነታት መግቢ ሓደ ካሮት እዩ። ኣብቲ ከባቢ ዝነብራ ዝነበራ ማንቲለታት ሰብ ከምዘየለ ድሕሪ ምርግጋጽ፣ ናብቲ ካሮቲ ተዘሪእዎ ዝነበረ ግራት መረሻ። እተን ማንቲለታት ኣብ ግራት ወይዘሮ ሎቱ ምስ በጽሓ፣ መሬት ምፍሓር ተታሓሓዞ። ካሮቲ ልክዕ ከም ሱር ናይ ኣትኽልቲ ኣብ ታሕቲ ስለ ዝርከብ ፍሒረን ዝኣኽለን ኣውፅኣ። እተን መናቲለ ዝኣኽለን ካሮቲ ምስ ወሰዳ ኣብ ገዝአን ኣትየን ተዛንየን ይበልዖኦ ነበራ። እዚ ግን ነዊሕ ኣይቀፀለን። ታርዛን ምስ መፀ ነቲ ከባቢ ክሕልዎ ስለ ዝጀመረ እተን ማንቲለታት ምምጻእ ኣቋረጻ። ወይዘሮ ሎቱ ንመጓዓዝያን ንመጽዓኛን እትጥቀመሎም ክልተ ዱልዱላት ኣፍራስ ነበርዋ። እዞም ክልተ ኣፍራስ ንምርኣዮም ባህ ዘብሉ ኮይኖም ክሳብ ወይዘሮ ሎቱ ናብ ስራሕ ተዋፍሮም ንግሆ ንግሆ ኣብ ጎደቦ እቲ ዓዲ ይጋልቡ ነበሩ። ወይዘሮ ለቱ ንግሆ ተንሲኣ ናውቲ ቡን ድሕሪ ምቕራብ ናብ ውሽጢ ህድሞ ብምእታው ዝተፈላለየ ስራሕ ትዓምም። መጉእ ተጠቒማ ድማ ዝተፈላለየ ቀመማትን ኣእካላትን ትወቅጥ። ወይዘሮ ሎቱ ኣናጹ ክሕሉ ኢላ ዘምጻቶ ድሙ ትኪ ኣይፈቱን ነበረ። ካብታ ጀበና ዝወጽእ ዝነበረ ትኪ በትሪ ኣልዒሉ ክሃርሞ ወሰነ። ነታ ጀበና ምስቲ ትኪ ሓዊሱ በትሪ ገይሩ ምስ ሃረማ እታ ጀበና ተሰብረት። ወይዘሮ ሎቱ ካብ ርሑቕ ኮይና መንቀርቀር ደርበየትሉ፣ ግን ድንን ኢሉ ኣስሒቱ። ወይዘሮ ሎቱ ጀበናኣ ከም ዝተሰብረት ምስ ፈለጠት ነቲ ድሙ ጎየየቶ። ክተርክቦ ግን ኣይከኣለትን። ብማዕዶ ክዒኑ ክዕዘብ ዝጸንሐ ታርዛን ግን ብድሕሪት መጺኡ ኣርከቦ። ሒዙ ድማ ከም ዘይምለስ ገይሩ ቀጥቀጦ። ምስ ታርዛን ናብ ገዛ ተመልሱ። ወዮ ኣናጹ ክሕሉ ዝመጸ ድሙ ግን ብታርዛን ተታሒዙ ስለ ዝተቐጥቀጠ ናብታ ገዛ ክምለስ ኣይከኣለን። ፍትዋት ህጻናት